ሰላም እንኳዕ ደሓን መጻኹም ናብዚ ቻነል እዚ ምሳኹም ዘለኹም እምበኣር ቤትኤ ሎማዓንቲ እምበኣር ቅልል ዝበለት ቶርታ ንቫላንታይን ደይ ከምኡ እውን ንካልእ ኣጋጣሚ ቀይሕ ቶርታ ንእሽተይ ከመይ ጌርና ኣብ ገዛ ብቕልጡፍ ንሰርሕ ሒዘልኩም መፅእ ኣለኹ ናብቲ ሒዘ ዘለኹ ነገራት ከብለኩም ሕጂ እምበኣር ኣብዚ ቴስዓ ግራም ዝኸውን ሽኮር ቀሪበ ኣለኹ። ኣብዚ ድማ ፊኖ ሚእትን ሓምሳን ግራም ዝኸውን ፊኖ ቁሩብ ብንእሽተይ ማንካ ውሑድ ጨው ኣብዚኣ ገይረ ኣለኹ። ኣብዚኣ ከኣ ክልተ መብልዒ ሻሂ ካካዎ ፓውደር ቀሪበ ኣለኹ ማለት እዩ። ኣብዚ ሰማንያ ግራም ዝኸውን ርብኦ ቀሪበ ኣለኹ ኣብ ፍርጅ ብዙሕ ትጸነሐ ዘይኮነስ ቁሩብ ካብ ፍርጅ ኣውጺእናዮ ንጸንሕ እሞ ምውቕ ዝበለ ማለት እዩ ርብኦ ኣብዚ ድማ ከምኡ ጸባ ልብጥ ዝበለ ጸባ ቀሪበ ኣለኹ ሩም ቴምፕሬቸር ማለት እዩ ኣብ ፍርጅ ዘይኮነ ጸባ ቀሪበ ኣለኹ ሚእትን ሰማንያን ግራም ጸባ ኣብዚ ኸኣ ሰማንያ ግራም ዝኸውን ቡተር ቀሪበ ኣለኹ ማለት እዩ ወይ ቡተር ወይ ማርገሪን ኣብዚ ፓኪን ፓውደር ኣለና ኣብዚ ድማ ሓንቲ ቫኒልያ ኣላትና ኣብዚ ከዓ ሕብሪ ቀይሕ ክኾነልና መታን ቀይሕ ሕብሪ ናይ መግቢ ሕብሪ ቀሪበ ኣለኹ ሕጂ ናብቲ ኣሰራርሑ ክብለኩም እየ ኣነ ማሽን ከምዚ ትርእይዎ ዘለኹም ከምዚ ማሽን ቀሪበ ኣለኹ እንድሕር ደይብልና ኮይኑ ግን ብከምዚ ጌርና እውን ክንወቕዖ ንኽእል ኢና ሕጂ እምበኣር ኣብቲ ሽኮር ጌርናሉ ዝፀናሕና እታ ቡተር ወይ ድማ ማርገሪን ናትና ኣብኣ ክግምጥላ እየ ሕጂ ምስቲ ሽኮር ክሃርሞ እየ ማለት እዩ ሕጂ ሃሪምና ምስ ወዳእና እምበኣር እታ ቫኒልያ ሓንቲ ማንካ ናይ ሻሂ ጌርና ክንዕቅን ኢና ሃብኣ ሓንቲ ማንካ ናይ ሻሂ ቫኒልያ ታርጎኦም ከእትወን እየ ሕጂ ንዚኤን ድማ ምስአን ከኹሰን እየ ማለት እዩ እሰን ከምዚ ጌርና ኣፍሪስና ምስ ወዳእና ካብታ ሕብሪ ናብታ ፀባናትና ማለት እዩ ሕጂ ናብ ኣጥብ ከነብል ኢና ኩሉ ግዜ ሕብሪ ክንገብር ከለና ኣብ ፈሳሲ ዘለዎ ጌርና እንድሕር ኹስናዮ እዩ ዝሓይሽ ምክንያቱ ኣብ ድሩቅ ነገር እቲ ሕብሪ ኣይክወሰልናን እዩ። እዚ ከም ዓቀንና እቲ ሕብሪ ማለት ማራ ደሚቅ ክኾነልና ተደሊና ነድምቆ ዳራኣና ማለት እዩ እንዳኾስና ክንሪኦ ኢና ሕጂ ሕጂ እዚኣ ኣኺስና ወዲእና ኣለና ኣብ ኣፍታ ክንሃርመን ድፀና ኣብተን ሕሩጭ ካካዎ ፑደር ጫው ከዓ ቁሩብ ዝቀሪብናዮ ዝፀናሕና ሕሩጭ ማለት እዩ ሓንቲ ማንካ በዛ ናይ ሻሂ ከዓሳ ባኪንግ ፓውደር ክንዕቅን ኢና ሕጂ ከምዚ ገይረ መንፊት ቀሪበ እተን ብሙለእን ሕሩጭ ፓኪን ፓውደር ካካዎ ፓውደር ንእሽተይ ጨው ዝቐረብናየን ኣብዚኣ ገይረ ክነፍየን እየ ብሓንሳብ እዚኦም ኩሎም ብሓንሳብ ክንሃርመን ኢና እቲ ፓኪን ፓውደር ዘለዎ ሕሩጭ መሰጥተናዮ ብዙሕ ክንሃርሞ ይብልና ምክንያቱ ነቲ ከውድቆ ስለ ዝኽእል ነቲ ናትና ልሕቕ ሕጂ እዚአን ቁሩብ ሃሪመ ከም ተሃወሰ ብምሉእ ሹር ምስ ኮና ንገድፎ ማለት እዩ። ሕጂ ቅድሚ እዚ ኩሉ ምህራምና ምውዳእና ቅድሚ እቲ ቢሑቕ ቅድሚ ምጅማረይ ማለት እዩ እታ ናተይ ባክ ኦፈን ወሊዐ ኣርሲነያ እየ ጸኒሐ ከምቲ ኩሉ ግዜ ንገብሮ ሕጂ ከኣ እዚኣ ከኣ እታ ናተይ መሰንከቲት ማለት እዩ ንእሽተይ የቐሪበ ዘለኹ ዘለና ዓቐን ክንቅርብ ንኽእል ኢና እንድሕር ክበዝሓልና ደሊና እቲ ኬክ ወይ ክገጅፈልና እንድሕር ደሊና ከኣ ከምዚ ዝገበርናዮ ክልተ ሰለስተ ግዜ ንገብር ማለት እዩ ኣነ ግን ንእሽተይ ስለ ዝደለኹ ንእሽተይ መትሓዚ ገይረ ኣለኹ ቡተር ወይ ማርገሪን ለኸ ሕሩጭ ከዓ ብላዕሊ ማለት እዩ ንኸይሕዞ ሕጂ ብሙልአን እዚአን ኣብዚኣ ክግምጥለን እየ ሕጂ ከምዚኣ ገይረ እዚኣ ኣዳለየ ወዲኤ ብሚእትን ሰማንያን ዲግሪ ሴንቲግሬድ ንዒስራ ደቂቕ ዝኸውን ኣብ ባክ ኦፈን ከእትወ እየ ሕጂ እታ ኬክ ናትና ኣብቲ ባክኦፈን ኣትያ ከላ ናይቲ ቶርታ ክሬም ክንሰርሕ ኢና። ኣብዚ ክልተ ሚእቲ ግራም ዝኸውን ሄቪ ክሬም ቀሪበ ኣለኹ። ክልተ ሚእቲ ግራም ዝኸውን ሳወር ክሬም ቀሪበ ኣለኹ። ኣብዚ ድማ ፓውደር ሽኮር ቁሩብ ኣለና። ኣብዚ ከኣ ናይ ሄቪ ክሬም ሽቲፍቲ ማለት እዩ ነቲ ንሄቪ ክሬም ናትና ከሕፍሶ ዝኽእል ፓውደር እዩ እዚ ኦፕሽናል እዩ እንተዘይደሊና ክንገድፎ ንኽእል ኢና እታ ሕብሪ ካላትና ብምሉእ እቲ ትሕዝቶ ተጠቀምክዎ ኣብ ዲስክሪፕሽን ቦክስ ብእንግሊሽ ገይረ ክፅሕፎ እየ ምክንያቱ ኣብ ዘለናዮ ዓዲ ትራንስሌት ምግባር መታን ክጠቕመና ሽዑና ሕጂ ከምዚ ንውሕ ዝበለ ነገራት ነቕርብ ምክንያቱ ጥርጥር ስለ ዝብል ከይጽይቐና ማለት እዩ። ሕጂ እታ ሄቢ ክሬም ናትና ኣብዚኣ ከገልግላ እየ ንሄቢ ክሬም ፓውደር ሕጂ ተሃር ማይ ኣደጊ ኣገረ ቁሩብ ንቑሩብ ሰከንድታት ሃሪመዮ ኣለኹ ሕጂ ካብቲ ሕብሪ ቁሩብ ከንጥበ እሰን እታ ሽኮር ፓውደር ሽኮር ናትና ከዓ ምስአን ከእትወን እየ ማለት እዩ ሕጂ ነዚ ክሳብ ዝሓፍስ ክንሃርሞ ኢና ክሳብ ክሬም ዝኸውን ማለት እዩ እዚ ሕጂ እምበኣር ሃሪመ ወዲእ ኣለኹ ከምዚ ገይረ ሓፊስ እዩ ዘሎ ዝኾነ ማንካ ወይ ድማ በዚ ነዕጥመሉ ከምዚ ገይርና ውፅኢናዮስ ዘይወድቕ ክኸውን ኣለዎ እቲ ክሬም ማለት እዩ ሽዑ ኣብኡ ምስ በፃሕና ክነቋርፆ ሕጂ ነታ ቀሪበያ ዝጸናሕኩ ሳወር ክሬም ናብኣ ክግምጥላ እየ ሕጂ እዚኣ ቀስ ኣቢለ ምስአን ማለት እዩ ከም እትተሓዋወስ ክገብራ እየ እዚኣ ሕጂ ሓዊስና ወዲእና እታ ናትና ኬክ ድማ ከምዚ ኮይና በሲላ ወፅያ ኣላ ኣብ ንሕና ክንቀርበሉ ንደሊ መገምጠሊ ክንገምጠላ እየ ከምዚኣ ጌረ ገምጢለያ ኣለኹ ብጣዕሚ ጽብቕቲ ኮይና ወጺኣ ኣላ ሕጂ ክንለኽያ ኢና ማለት እዩ ኣንድሕር ኣብ ፍርቂ ክንመቕሎ ንኽእል ኮይና ኣብ ክልተ ክፋል ክንገብሮ ከምኡ ክንገብሮ ንኽእል ኢና ኣነ ግን ብላዕሊ ጥራሕ እየ ክለኽያ ሕጂ ብሓንሳብ ኮይና ክንለኽያ ኢና ናይቲ ካካዎ ቁሩብ ኣብዚሕናሉ ኢና መስለኒ ነቲ ቀይሕ ሕብሪ ብዙሕ ስዒርዎ ኣሎ ናብ ብራውን ዓይነት እያ ኮይና ዘላ ሕጂ ካካዎ ብንእሽተይ ማንካ ሓንቲ ማንካ ጌር ክንፈትና እያ ክንስኻ ሕጂ እምበኣር እቲ ክሬምናትና ከምዚ ገይረ ናብ ኩሉ ከም ድባፅሕ ገይረ ኣለኹ ኣብዚ ድማ ቁርባ ትሪፈ ኣብ ጎማ ገይረ ከምዚ ምስ ናይ ናይ ቶርታ መውፅኢኡ ከምኡ ገይረሉ ኣለኹ እንድሕር ደይብልና ኮይኑ ድማ ዝኾነ ነገር ከምዚ ሽኮር ምሻሎ ዶኮሬሽን ዝኸውን ናይ ቶርታ ማለት እዩ ከምኡ ገይርና ክንውድእ ንኽእል ኢና ኣነ ግን ክገብረ ሕጂ ሕረይ እምበኣር ኣሕዋት ሕጂ ከምዚ ገይረ ዴኮር ገይረ ወዲኤ ኣለኹ ከከም ዝደለናዮ ዓይነት ዴኮር ገይርና ክንገብሮ ንኽእል ኢና ኣዝያ ቀላልን ጥዕምትን እያ ፈቲኹማ ትኮኑ ተስፋ ይገብር ኣብ ገዛ ሰሪሕኩም ፈትንዋ እንቋቑሖ እውን ስለ ዘይብላ ነቶም ኣለርጂ ናይ እንቋቑሖ ዘለዎም ወይ ፅልኣት ዘለዎም ናይ እንቋቑሖ እም ትጠቅም እያ ኢለ እየ ኣምፂኤያ ዘለኹ ንዓይ ድማ ሳብስክራይብ ላይክ ሼር ኮመንት ጌርኩም ኣተባብዑኒ ኢኹም ክሳብ ብኻልእ ቪድዮ ንራኸብ ብሩኽ ቅነ ቻው